ዝኸበርክን ኣሕዋተይ ከመይ ቀኒኽን ስመይ ኤደን ይበሃል ሎማዓንቲ ከዓኒ ኣብዚ ቅሩብ ግዜ ዝገዛእኽዎ ኣቑሑት ካብ ኣማዞን ኣዝየ ዝፈተኽዎ ምሳኻትክን ሸር ክገብር ስለ ዝደለኹ እየ መፅየ ክትፈትዎ እዚ ቪድዮ ከዓ ተስፋ ይገብር ይቐኒለይ ክቡራት ኣሕዋተይ ባር መጀመርያ ካብቲን ኣዝየ ዝፈተኽወን መዓልታዊ ንጥቀመሉ ኣቕሓ ማለት እዩ እዚኣ ኤርፍራየር እያ ጻዕዳ ሕብራወን ፒንክ ነይሩ ጻዕዳ ነይሩ ጸሊም ከማን ነይሩ ግን እቲ ጸሊም ጎልድ ነይርዎ ሶ ምስ ናይ ገዛ ይከይድ ነይሩ ጻዕዳ ተኮይኑ ግን ምስዚ ምስ ኩሉ ከይድ ማለት እዩ ሶ እዚኣ ትሪኣ ደለኽን ክፅብቅ ማለት እያ ኤርፍራየር ካብ ኣማዞን እየ ገዚኣ ኣብ ሴልሲ ክንደይ ገዚኣ ምስዩ ክን ኣርባዓን ሓደን ዶላር ኣጋጣሚ ክስታይ ነይሩ ሽማ ከዓ ፓሪስ ሂልተን ማለት እዩ ናይ ፓሪስ ሂልተን ኣቑሑታ ደስ እዩ ዝብለና ዋላ ድስታ ዋላ ገለ ብጣዕሚ ኳሊቲ ክገርመክ ግርም ኢሉኒ በቀዳመይ ኣብ ማርሻልስ ናታ ክስታይ ርእሲ ናታ ስታይ ድበሃል ባዴላ ፅብቅ ሲ ረዝን ክነግረክን ኣይክእል ሶ እዚኣ ናተይ ኤቭሪደይ ዝጥቀመላ ብጣዕሚ ዝፈትዋ ካልኣይቲ ከዓኒ ዳርጋ መዓልታዊ ዝጥቀመላ ድስቲ እዚኣ ማለት እዩ ካብ ኣማዞን እየ ገዘእያ ነይረ ዕስራን ሓሙሽተን ደይ ገለ ሂበላ ነይረስ ናይ ብሓቂ ብፍላይ ፓስታ ገለ መለ ገለ ዝኾነ ነገር ቀሊል ነገር ክሰርሕ ከለኹ በዚያ እየ ድጥቀም ናይ ብሓቂ ፅቡቅ ማለት እዩ ፈትየ እያ ካልእ ከዓ ከርእየክን እየ ፅነን ካኣ ካኣ እዚኣ ማለት እዩ ናታ ሰተ ነዚኣ ኸ 25 ይመስለኒ ዝበለ ባዴላ ከላ ምስ መኽደኒታ እዚ ጥብሲ ገለገለገለገለ ክገብር ከለኹ በዚኣ እየ ድጥቀም ናይ ብሓቂ ዝፈተኽዋ ኣቕሓ እዚኣ ማለት እዩ ክምለሰክኒ ኦራይት ሓንቲ ከዓ እዚኣ ማለት እዩ ትሪኦ ኣለኹም ክዓቢ ድስቲ ካብ ኣማዞን እየ ገዘ እያ ዓሰርተ ኳርት እያ ማለት እዩ ብጣዕሚ ዋላ ደርሆ ተስራሕካ ኣይሕዝን እዩ ካብ ፈፂሙ ይሕዝን እዩ ያብ ጥራይ ክትከናኸኑ ኣለካ በዚ ደገ ተነጢብዎ ይሓርር እዩ ሰው ኩልሻ ትጠንቀቃሉ ያ ትዚ ስጋ ጊዜኣ 30 ዶላር ትገለ ሂበላ ነይረ ናይ ብሓቂ ፅብቕቲ እዚኣ ከዓ ዓብ ነገር ክሰርሕ ከለካ ከምዚ ሚኒስትር ሆኒ ገለ መለ መረቕ ገለ ክሰርሕ ከለካ ከዓ እዚኣ ናይ ብሓቂ ፅብቕቲ ካልእ ከዓ ኣዘይ ድፈትኹዋ ዋላ ንእንጀራ ድጥቀመላ ዘለኹ ከዓ እዚኣ ሚክሰር ማለት እዩ እዚ ትሪኦ ኣለኸ 9.5 ኳርት ማለት እዩ ናይ ኣማዞን እዩ ዋጋኣ ከኣኒ ኣነ ክገዛእ ከለኹ ሚእትን ሰላሳን ሓሙሽተን ነይራ ሓደ ሓደ ግዜ ሚእትን ሰብዓን ትኸውን ሓደ ሓደ ግዜ ሚእትን ዕስራን ትሽዓተን ትኸውን ሓደ ሓደ ግዜ እቲ ኣፕ ኤን ዳውን ስለ ዝኾነ ተኸታተላ ኢኽን ትገዛኣ ተደሊኽን እቲ ሊንክ ኩሉ ክገድፈልክን እየ ክትሪኦ ምእንቲ ናይ ብሓቂ ኣዝየ ድፈትዋ ብፍላይ ንእንጀራ እንጀራ ብኣ ገይረ እየ ድገብር ዘለኹ ሎሚ ሕሲ ሕሲ ተብለለይ እንደገና ጭቢጥ ዝገብሮ ተደሊኻ ከዓ ይኖ እንተየገድሽካ ሙሉእ መዓልቲ ክትለውስ ኢድካ ትቑረፅ ሶ ናይ ብሓቂ ፈትየያ ማለት እዩ ኣሎ እዚ ተደሊኽን እዚ ዲዛይነር ናይ በዓል ኪችን ኤድ ገለ ክትገዛእ ተደሊኽን ሽዱሽተ ሚእቲ ገለ ዋግኡ ነቲ ዳዓበየ ማለት እዩ እታ ንእሽተይ ከዓ ፀቢቓ ንእሽተይ ከዓ ኣይ ቲንክ ተዘይተጋገየ ሰለስተን ኣርባዓ እንድያ ገለ እያ ነታ ንእሽተይ እያ ፀቢቓ ሶ ኢስና ወርዝድ ናዓይ ማለት እዩ ዲዛይነር ክገዝእ ሶ ናይ ብሓቂ ፈትያ እዚኣ ከምዚ ማዓት ኣለክን እንደገና እቲ ሳይዝ 9.5 ኳርት ከዓ የለን ኣይትረክባን ኢክን ኣብዚኦም ኢክን ትረክበኦም ሶ ኩሎም ክገድፈልክን እየ ማለት እዩ ብጣዕሚ ዝፈተኽዎም እየ ዘርእክን ዘለኹ ሎሚ ማለት እዩ ከይ ክብራት ኣሕዋተይ ልዕሊ ኩሉ ከዓኒ እዚ ዳች ኦቨን ማለት እዩ እዚኦም ናዘይ ካምፓኒ ኦቨር ሞር እዮም ዝበሃሉ ኣይ ቲንክ ብዙሓት ኣለዉ በብዓይነቶም ግን ኣነ ካብዚኦም እየ ገዚኤ እዚ ሓውሲ ድስትን ሓውሲ ቤትሮን እዩ ማለት እዩ። ከምዚ ስልጣንያ ከሎስ ቤትሮን ኮላይ ሓፍ ኣይብል ዕስራን ሓሙሽተን ፓውንድ እዩ ንሓደ ሓፍ ክተብሎ ማለት እዩ። ብጣዕሚ እዩ ረዚን ተደሊኻ ከማን ኣብ ኦቨን ተእትዎ ትኽእል ኢኻ። ከምኡ እዩ እቲ ስራሓቱ። እዚኤን ከዓ ናይ ብሓቂ ካብቲኤን ድተዓወትኩለን ድስታት ማለት እዩ። ውራይ ገለ ክኾን ከሎ ብጣዕሚ እዩ ዝጠቕመካ። ምሳለ ክን ኣውዒኽን ገለ ምስ ቀረብክንኦሲ ኣይዝሕልን ብጣዕሚ እዩ ረዚን so እዚኤን ከዓ ናይ ብሓቂ ዝተዓወትክለን ማለት እዩ ዋላ ናይዚ ሊንክ ክገድፈልክን እየ ተደሊኽንኦ ትሪኦ ማለት እዩ ኩሉ ግዜ ካብ ኣማዞን ክትገዝኣ ከለኽን ዋግኡ ረኣዮ ይኹን ሎሚ ምሽ ሃይ ኣሎ ንፅባሒቱ ከዓ ይቕንስ ከምዚ ማርኬት ኣብ ኤንዳውን ስለ ዝኾነ ኩሉ ሻዕ ተኸታተሎ ኢኽን Alright guys ካልእ ከዓኒ ኣዝየ ዝፈተኽዎ ከኣ ናይ ጣውላ መኽደኒ ማለት እዩ ኩሉ ግዜ ካብ ሮስ ገለ ይዕገዝ ነይረ ግን ንነዊሕ ግዜ ኣጥፊኦምዎ ስኢነ ማለት እዩ ሶ ኣብ ክስታይ ከይደ ረኺበ ውሽጡ ጨርቂ ዝኾነ ከርእየክኒ ውሽጡ ጨርቂ ደጊኡ ከዓ ፕላስቲክ ማለት እዩ ወላ ርስሕ ተላ ንእሸይ ንጥብ ተላታ ትሪኦ ኢኻ ፃዕዳ ስለ ዝኾነ ውልውል ተብላ ማለት እዩ ብጣዕሚ እዩ ፅቡቕ እሱ ከዓ ከርእየክኒ ማለት እዩ ትሪኦ ኣለኹም እዚቱ ጨርቂ ጨርቂ እዩ እዚ ከዓ ፕላስቲክ ማለት እዩ ሕብሩ ከዓ ምስቲ ገዛ ፀይድ ማለት እዩ ገይረዮ ያ ሕጂ ተሰቲራ ማለት እዩ በዓል ዳኒ ገለ ወላ ገለ እንተንፂቦም ውልውል ጥራይ ተብሎ ወላ ሓንቲ ሕብሩ ከዓ ቅርብ ኣቢለ ከርእየክን

ክቡራት ኣሕዋተይ ካልእ ከዓ እዚኣ ማለት እዩ እዚኣ ናይ ኮፊ መውዓየ ትሪኣ ኣለኽን ምሳ እያ ትመፅእ እዚኣ ዋላ ኣነ ግን ኮፊ መውዓይ ገለ ይኮንኩ ትጥቀመላ ንሽምዓ መውዓየ ዝጥቀመላ ሽምዓ እው ኮፍ ተብሎ ምሽ ሓነ ንብል ገዛኻ ግን ከዓ ኣይነድድን እዩ ንነዊሕ ግዜ የፅንሓካ ግን ጨና ሓነ ንብል ገዛኻ ማለት እዩ ድምፂ ሰበይ ያ ከም ትሪኦ ዘለኽን ናይ ብሓቂ ካብተን ድፈትዋ ማለት እዩ ኩልሻዕ ወሊዐ ገድፋ ሾ ክሽነ ካሃነን ንብል ማለት እዩ ያ ዝኾነ ዓይነት ሽምዓ ትገብረላ ትኽእል ኢኻ ግን ንምውዓይ ንሻሂ ንቡን ገለ ገለ ኢላ እያ ተሰሪሓ ማለት እዩ ሶ እዚኣ ከዓ ድፈትኽዋ ኣፀቢቐ ዝፈትዋ ማለት እዩ ካልእ ከዓ ኣዝየ ዝፈተዋ ማለት እዩ ከዓኒ እዚኣ ናይ ሽምዓ መምከኸያ እዚኣ ሽምዓ ኣነ ብጣዕሚ እየ ዝፈቱ ተደሊኻ ነዚ ከማን ተውዕሉ ትኽእል ኢኻ ሽምዓ ኣብ ከሎ ኮፍ ተብሎ ማለት እዩ ኖርማል ሽምዓ እዚ ግና ኣሎ ዝመፅእ ትገብረሉ ማለት እዩ ከምዚ ተብሎ ኩሉ ገዛኻ ይሓነ እንድብል ያ ተደሊካ ከኣ ክትምክኮ ከለካ ከኣ ኤሰንሻል ኦይል ከኣ ትገብረሉ ብጣዕሚ ጽብቅቲ ሶ ብዝተኻለኒ መጠን ኩሉ እቲ ክረኽቦ ዝኽእል ፖስት ክገብረልክን ክፍትን እየ ኣብዚ ሊንክ ማለት እዩ ሶ መጀመርያ ሮድ ክቕየር እየ ማለት እዩ እዚ ሮድ ንዚ ገዛ እንዲ መፅዩ ስተርድ ክንዲ ትኸመን ኣይኮነን ይወድቕ ገለይ ሶ እዚ ትርር ዝበለ ገዜ እየ ማለት እዩ ያሶ እዚ ክንገብሮ ኢና ክቡራት ኣሕዋተይ ካልእ ዝፈተኽዋ ከዓ እዛ ናይ መጋረጃ ማለት እዩ እዚ ናይ መጋረጃ ከምዚ እንደ ዝጥቀም ነይረ ሕጂ ለውጢ ገይረ ማለት እዩ ካልእ ዓይነት ስታይል ክቕይሮ ደልየ ፃዕዳ ማለት እዩ ኩሉ ግዜ ዳርጋ ግረ እየ ዝጥቀም ሕጂ ግን እዚኣ ፃዕዳ ፈትያ ገዘ እያ ማለት እዩ እንደገና ፕላስቲክ ብውሽጢ ምግባር ገለ ኣይድልየካን እዩ ናቱ ኣለዎ ብድሕሪት ማለት እዩ እንተደሊኻ ከማኒ እዚ ከም ዚፐር ክፍት ኣቢልካ ንበይኑ ተሓፅቦ ትኽእል እቲ ናይ ድሕሪት ማለት እዩ ንውሽጢ ዳኣቱ ከእክነ ኤንወይ ንሱ ክእዩረ ናይ ብሓቂ ናይ ብሓቂ ፈትዮ እዚኣ ከዓ ኒታ ሊንክ ክገድፈልክኒ ኣብ ዲስክሪፕሽን ባክስ መጀመርያ ኣሰሶሪ ናቱ ዝነበረኒ ማለት እዩ ንሱ ገይርዮ ነረ ዳሕራይ ግና ርኤ ርኤስኒ ከምዚ ንዕኡ ምሰልገስኮ እስከ ክፍትና እየ ከመይ ከም ትመፅእ ኢለ ኣልጌስያስ እሳ ሞርፈት እያ ማለት እዩ ካብ ምስቲ ኣሰሶሪ ኣብኡ ከሎ ጥራይ ኣብቲ ሮዳ እትወእቱ ክተብሎ እዩ ዝበለፀ ማለት እዩ ሶ ከምኡ ቀይረ እያ ከምቲ ትሪኦ ዘለኽን ገይረ እያ ማለት እዩ እዚኣ ኦሪጂናል ከምታ ትመፃ በዓላ ማለት እዩ እንደገና ነቲ ሮድ ምውፃእ ገለ የድልየካ ዩ እትው እትው ጥራይ ከተብሎ ኤንወይ ናዚ ከዓኒ ክገድፈልክን እየ ከምቲ ዝነገርኩክን ናይ ባሓቂ ናይ ባሓቂ ፈትየ እዩ ትሪኦ ኣለክን ክስታይ ኣለዎ በዚ መጣበቂ ኣለዎ ከምዚ ቃዕ ዝብል ንዕኡ ፍትሕ ፍትሕ ኣቢልካ ሕፅብ ኣቢልካ ፍርቃ ማለት እዩ መሊስካ ዘእትዋ ትኽእል እቲ ዓፍራ ገለ ዝፅየቕ ማለት እዩ ካብ ኩሉ ብከምኡ እየ ከማን ገዜ እያ ኣውራ ናይ ብሓቂ ናይ ብሓቂ ፈትየ እያ ማለት እዩ እዚስ ድሕሪ ድሕሪ ሰሙን ገለ እዩ ዘርእክን ዘለኹ ክንደ ግዜ ተጠቒምናሉ ማለት እዩ ካልእ ኣብሊፀ ዝፈተኽዋ ከዓኒ እዚ ኣብ ቡክሸልፍ ናይ ዳኒ ማለት እዩ ዳኒ መዓት መጻሕፍቲ እዩ ዘለዎ ብዙሕ መጽሓፍ እዩ ዘንብብ ይፈቱ እዩ መጽሓፍ ሶ ብጣዕሚ ተሸጊረ ነይረ መቐመጢኡ ማለት እዩ እንዳኸበዶ ረዚን እዩ ነውቲ መጽሓፍቲ ሶ እዚኣ ገዜ እያ ማለት እዩ ብቐዳማይ ናይ ብሓቂ ፈት እያ ስትር ኣቢልሃና ምግጥጣባ ከማን ብጣዕሚ ቀላል እያ ባዕለ እየ ገይረ እያ ዝሓገዘኒ ሰብ የብለይን ምክንያቱ ብዙሕ

እዚ ከዓ ገና ፍርቂ ጥራይ ኣቐሚጠላ ዘለኹ መፅሓፍ ከርእየክን ኢለ ማለት እዩ ከምዚኣ ኮይና ሃለይ ኩሉ መፅሓፍቱ ማለት እዩ ሂዛቶ ካልእ ከዓ ኣለኒ ዘየቕመጥኮ ብዚ ከቕምጦ ምክንያቱ ብጣዕሚ ረዚኑ እቲ መፅሓፍቲ ካብ ኩሉ ደስ ትብለካ ከዓ ትዘውርያ ዳዞረት ብድላይካ ዜርካ ተብላ ማለት እዩ እንተ ፈቲክ ንኣ ኮንክን ሊንክ ናቶም ኣብ ዲስክሪፕሽን ባክስ ከድፈልክ ክብር ክብል ከሎ ዳሓን ሓንሳብ ፅንሕ ትብላ ምሽ ቅን ኢልክን ቸክ ትገብሮ እኻ ዝሕል ኢሉ መፀክን 10 ፐርሰንት ኦፍ 20 ፐርሰንት ኦፍ ይገብሩ እዮም ማለት እዩ ሶ ብኸምኡ እየ ኣነ ከምዚአን ሰለስተ ገዜ እየ ማለት እዩ ውሽጡ ሪኢኽን ኢኽን ዝሓለፈ ግዜ ሪኢክን እየ እዚኤን ከዓ ናይ ብሓቂ እሞ ክቡራት ኣሕዋቲ እዚኣ ነይራ ናይ ሎሚ ፈቲኽና ክትኮና ተስፋ እንዳገበርኩ ኣብ ዝመፅእ ክሳዕ ዝርእየክን ደሓን ቀንያ ብጣዕሚ እየ ከዓ ዝፈትወክን የቐንየለይ ከዓ ስለ ኩሉ ነገር ባይ